እቲ ንታሪኽ ወዲ ሰብ ዝቐየረ ሰማያዊ ድምፂ ኣብዚ ዓለምና ብዙሕ ዜናታት ኣሎ። ከም ኣብነት ዜና ሞት፣ ዜና ኲናት፣ ዜና ውድቀት፣ ዜና ዓወት ወዘተ። ኣብ ማእኸል እዚ ኩሉ ግን ዘጨንቕ ድምፅታት ግና ንላዕሊ ክልተ ሽሕ ዓመታት ከይደኸመ ዝተሰምዐ ንዝሰምዐ ኩሉ ድማ ካብ ሞት ናብ ህይወት ዘሰጋግር ሓደ ዓብዪ ዜና ዝብሰር ዜና ኣሎ። እሱ ድማ ቅዱስ ወንጌል ይበሃል። ወንጌል ሕጊ ወይ ከዓ ምኽሪ ዘይኮነስ ብስራት እዩ። ብዙሓት ሰባት ንወንጌል ንመጽሓፍ ቅዱስ ከም ሓደ ከቢድ ሕጊ ወይ ከዓ ትእዛዝ ገይሮም ይርድእዎ። ወንጌል ግና ንደቂ ሰባት ዝቖርን ዝኣስር ዘይኮነስ ንደቂ ሰባት ዝተኸፍተ ናይ ድሕነት ዋጋ ዘእውጅ ናይ ዓወት ዜና እዩ። ናይ ዓወት ዜና ኣብ ጥንቲ ግዜ ሓደ ንጉስ ናብ ወግእ ክኸይድ ከሎ እቶም ህዝቢ ኣብ ዓዶም ኮይኖም ብጭንቀት ስለ ዝጽበይዎ እቲ ንጉስ ኣብቲ ውግእ ምስ ተዓወተ ተዓዊትና ኢና ዝብል መልእኽተኛ ናብቲ ዓዲ ይሰደሎም። እቶም ህዝቢ ከኣ ናይ ዓወት ዜና ምስ ሰምዑ ኣስዮም ከም ዝሕጎሱ ብኡ መጠን ድማ ወንጌል ከኣ ክርስቶስ በይኑ ኣብ ቀራንዮ ዝፈጸሞ ስራሕ ንሞትን ንሲኦልን ስዒሩ ንዓኻን ንዓይን ናይቲ ዓወት ተኻፋሊ ከም ዝገበረካ ዝነግር ናይ ድሕነት ኣዋጅ ዜና እዩ። ወንጌል ማለት ቅድሚ ክልተ ሽሕ ዓመታት ኣብ መስቀል ዝተፈጸመ ውዕለታ እዩ ንስኻ ከይሓተትከዮ ብቕዓት ከይሃለወካ ንሱ ግና ስለ ፍቕሪ ኢሉ ህይወት ሂቡካ እዚ ውዕለት እዚ ንታሪኽና ቀይርዎ እዩ ንስኻን ባዕልኻን ክትከፍሎ ዘይትኽእል ዕዳ ንሱ ብደሙ ከፊልዎ ወንጌል ድማ ነዚ ምስጢር እዚ ገሊጹ ብኸምዚ ተዓዲግካ ኢኻ ኢሉ ሓርነትካ የበስር እንታይ እዩ ዝብለና ብዋጋ ተዓዲግኩም ኢኹም፣ ብወርቅን ብዝጠፍእ ብሩርን ኣይኮነን። ኣብ ቀዳማይ ጴጥሮስ ምዕራፍ ሓደ ካብ ፍቕዲ ዓሰርተ ሸሞንተ ክሳብ ፍቕዲ ዓሰርተ ሸዓንተ እንታይ ይብለና? ካብቲ ካብ ኣቦታትኩም ዝወረስክሞ ከንቲ ዝኾነ ህይወት ህይወትኩም ዘድሕነኩም ዝድሓንኩምሲ ብዝጠፍእ ነገር ብውርር ወይ ብወርቂ ዘይኮነስ በቲ ርኽሰት ዘይብሉ በጊዕ ዝኾነ ብኽቡር ደም ክርስቶስ ከም ዝተቤዘኽኹም ትፈልጡ ኢኹም ይብለና። ወንጌል መጽሓፍ ቅዱስ ሰማያዊ ምስትያት እዩ። ኣብኡ ክትጥምት ከለኻ ሓጢኣተኛ ወይ ድማ ውዱቕ ምዃንካ ዘይኮነስ ውልድ ኣምላኽ ምዃንካ ትርኢ። ወንጌል ካብቲ ናይ ምድሪ ዓሌት ዓዲ ወይ ሃብቲ ወፂኻ ምስቲ ናይ ሰማያዊ ንጉስ ዘለካ ናይ ስጋን ደምን ዝምድና የረጋግጸልካ። እቲ ወንጌል መጽሓፍ ቅዱስ ዝህበካ ዜግነት ብሓዊ ዘይነድድ፣ ብፍልሖ ዘይባላሾ፣ ብጊዜ ዘይኣርግ ዘለኣለማዊ ክብርን ስልጣንን እዩ። ራእይ ዮሃንስ ምዕራፍ ሓሙሽተ ከፋወዲ ትሽዓተ ክሳብ ፈወዲ ዓሰርተ ብደምካ ድማ ካብ ኩሉ ዓሌታትን ቋንቋታትን ህዝብን ኣህዛብን ንእግዚኣብሔር ዝኾኑ ሰባት ዓዲግካ ኢኻ እሞ ንኣምላኽና መንግስትን ክህነትን ገበርክዮም እሳቶም ድማ ኣብ ምድሪ ክነግስ እዮም ነቲ ዝተሓረደ በጊዕ ስልጣን ሃብቲ ጥበብ ሓይሊ ክብሪ ግርማ ውዳሴ ይግብኦ ኣሜን መጽሓፍ ቅዱስ ወንጌል ዘላለማዊ ሰበር ዜና እዩ። ኣብ ምድሪ ንሰምዖ ዜናታት ሎሚ መጺኦም ጸባሕ ይርስዑ ወይ ድማ የጸንዑና፣ የንብዑና፣ ሰላም ይኸሉና። ቅዱስ መጽሓፍ ወንጌል ግን ዘላለማዊ ተኹሲ ዜና ዘይኮነስ ትማሊ ዝነበረ ንጽባሕም ዘሎ ሓጎስ ዝበጋ ዕረፍቲ ዝበጋ ንኣቦታትና ዝሐጎሰ ሎሚ ከዓ ንዓና ተስፋ ዝህበና ጽባሕ ድማ ንደቅና ዝመርሕ ሕያው ቃል እዩ። ንሱ ንፊልሚ ወይ ንጽውጽዋይ ዘይኮነስ ኣፈ ታሪኽ ዘይኮነሲ ኣብ ባይታ ኣብ ምድሪ ዝተፈጸመ ብደመ ክርስቶስ ዝተረጋገጸ ብትንሳኤ ዝተሓተመ ናይ ብሓቂ ታሪኽ እዩ። ዲያቆን ኣብ ቅዳሴ እንታይ ይብል? ቅዱስ ወንጌል ክሰምዑ ጠጠው በሉ ይብል። እዚ ክብል ከሎ ሓደ ዓብዪ ምስጢር ኣሎ። ንጉስ ክመጽእ ከሎ ወይ ድማ ኣዋጅ ንጉስ ክንበብ ከሎ ኩሉ ሰብ ብኽብሪ ጠጠው ይብል። ልክዕ መጽሓፍ ቅዱስ ወንጌል ድማ ቃል ናይቲ ንጉስ ነገስታት ዝኾነ ጎይታና መድሃኒና ኢየሱስ ክርስቶስ ስለ ዝኾነ ሰማያዊ ክብሪ ንምሃብ ጠጠው ንብል ወንጌል ክንበብ ከሎ እቲ ቃል ካብቲ መጽሓፍ ቅዱስ ወፂኡ ናብ ልብና ክኣቱ ነቲ ዘለኣለማዊ ህይወት ድማ ብንቕሓት ክንቅበሎ ይጽውዓና። ወንጌል ክሰምዕን ክትዓቢ እንከለኻ ምናልባት ኣብ ዓለም ከም ጓና ክትረአ ወይ ድማ ብሰባት ክትሕመ ክትጽላእ ፋራዊ ከምዚ ናይ ግዜና ለሎ ክትጽረፍ ትኽእል ኢኻ ክትግለል ድማ ትኽእል ኢኻ እዚ ግና ኣባኻ ዝተጀመረ ዘይኮነሲ ምስ ዓለም ሕብረት ከም ዘይብልካ መግለጺ ዮሃንስ ምዕራፍ 5 ፍቕሪ 18 ክሳዕ 19 እንታይ ይብለና ዓለም እንተ ጸላእኩም ኣቐዲሙ ናይ ከም ጸላእኒ ፍለጡ። ንስኻትኩም ካብ ዓለም እንተ ትኾኑስ ዓለም ናቲ ዝኾነ ይፈቲ እሞ ምፈተወኹም ነይሩ። ስለዚ ንዓለም ደስ ዘብላ ምስ ዓለም ዓለም ትሰምዓካ እንተያ ሓሶት፣ ቅኒ፣ ሕሜታ ወዘተ ንመጽሓፍ ቅዱስ ጽሊ እዝታት ትዝርዝር እዝታት ድማ ትሸጠልካ። ብኡ መጠን መጽሓፍ ቅዱስ ግን ወንጌል ሓቂ ሰላም ፍቅሪ ሓድነት ለሰብኽ እዩ ማለት እዩ ስለዚ ኣንጻር ስለለለኻ ግድን እያ ዓለም ክትጸላእካ ኣነ ካብ ዓለም ሓረኸኹም በሪ ካብ ዓለም ኣይኮንኩምን ስለዚ ዓለም ይጸላእኩም ኣሎ ወንጌል ዝተ ዘተስፍወና ዓስቢ ኣብዛ ምድሪ እዚኣ ጥራሕ ዘይኮነሲ ኣብቲ ኣባና ኣብ ቅድሚ ኩሎም መላእቲ እሙን ባርያ ኢሉ ዘኽብረሉ ሰማያዊ መድረኽ ዳግማይ ምጻእት እዩ ማለት እዩ ወንጌል ተልእኾ ኣምላኽ እዩ። ንሱ ንዓኻ ንምድሓን ዝተዘርግሐ ናይ ፍቕሪ ኢድ እዩ። ሎሚ ወንጌል መጽሓፍ ቅዱስ ክሰምዕ ከለኻ ሓደ ዓብዪ ሰማያዊ ቢዛ ከም ዝተዋበካ ተረዳእ። እዚ ድማ ናብቲ ናይ ዓይኒ ዘይርኦ ቃንዛ ዘይብሉ ንብዓት ዘይብሉ መከራ ዘይብሉ ኩሉ ብርሃን ዝኾነሉ መንበሪ ኣምላኽ ክርስቶስ ዘእቲ እዩ። ወንጌል ሓቂ እዩ እሞ

ወንጌል መጽሓፍ ቅዱስ ሓይሊ እዩ እሞ ኣየደክምን። ሮሜ ምዕራፍ ሓደ ካብ ወደ ዓሰርተ ሽዱሽተ መጽሓፍ ቅዱስ ወንጌል ሰላም እዩ እሞ ኣይርብሽን። ዮሃንስ ምዕራፍ ዓሰርተ ኣርባዕተ ካብ ወደ ዕስራን ሸውዓተን ወንጌል መጽሓፍ ቅዱስ ብስራት እሞ ኣይሕባእን ሮሜ ምዕራፍ ሓደ ካብ ፍቕዲ ሰለስተ ከምኡ ቀዳማይ ጴጥሮስ ምዕራፍ ሓደ ካብ ፍቕዲ ዕስራን ሓሙሽተን ይብለና ስለ ቃሉ ናይ ቃሉ ባዕለቤት እግዚኣብሔር ኣምላክ ክብርን ምስጋናን ይኹኑ ስለቲ ዘይግለጽ ውዕለቱ ኣብ መስቀል ተሰቒሉ ንዓና ንባሮቱ ዝኸፈለልና ዋጋ ክብርን ምስጋና ንዕኡን ዘላለም ይኹኖ ኣሜን ወስብሐት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር ኣሜን ወንጌል